ሃለው ዝኸበርኩም ኣሕዋተይ ከመይ ቀኒኹም ደሓን ዶ ቀኒኹም ኣነ እግዚኣብሔር ይመስገን ፅቡቅ ኣለኹ ንስኹም ከዓ ፅቡቅ እዩ ዝብል ተስፋ እገብር ሎማዓንቲ ከዓ ብካሊእ ቪድዮ መፅእኩም ኣለኹ እንጆይ ክትገብርዎ ተስፋ እገብር ሓድሽ እንድሕር ኮንኩም መጀመርያኹም እንድሕር ኮይኑ ኣብዚ ናተይ ዩቱብ ሕጂ እንዳረኣኹምዎ ከለኹም ሳብስክራይብ ግበሩ እቶም ኩሉ ግዜ ሳፖርት ትገብሩና ከዓ ብጣዕሚ እየ ለመስግነኩም የቀኒየለይ ሎማዓንቲ ዲቶክስ ትሰርሕ ፀኒሐ ብጣዕሚ ጽቡቅ እዚ ንከብድካ ማለት እዩ ከብድና ከጸየልና ወላ ን ዌይት ሉስ ከኣኒ መዓልታዊ ወላ ተደይሰተናዮ ኣብ ሰሙን ሓንሳብ ወይ ክልተ ግዜ እንድሕር ሰቲናዮ ምሸት ክንድቅስ ኮለና ብጣዕሚ ጽቡቅ ጽቡቅ እዩ በቃ ከብድካ ሕጽብጽብ ኣቢሉ ኣጽሪ የብለልካ ዲቶክስ ንምግባር ማለት እዩ ወላ ን ዌይት ሉስ ከኣኒ ን ክብደትና ንኽንቅንስ ከኣኒ ይሕግዘና እዩ። እቲ ኩሉ ርስሓት ኣብቲ ከብድና ዘሎ ከኣ ሕጽብጽብ ኣቢሉ እዩ ደውጽእ። ግን ኣብ ግዜ ምሸት ክነብሎ ኣለና። ምሸት ቅድሚ ምድቃስና ሰቲናዮ ክንድቅስ ኣለና። እዚኣ ሰሪሕያ ኣለኹ። ኢንጆይ ክገብርዋ ተስፋ እገብር። ከም ትድበልኩ ድሕሪ ሓደሽቲ ኮንኩም ሕጂ እንዳረኣኹም ከለኹም ሳብስክራይብ ግበሩ። እቶም ኩሉ ግዜ ሳፖርት ትገብሩን ከዓ ብጣዕሚ እየ ደመስግነኩም የቐንየለይ። ሕጂ ኣሰራርሓ ከመይ ገይረ ከም ዝሰራሕክዎ እቲ ቪድዮ ክእትዎ እየ ማለት እዩ። ቀሪበዮ ዘለኹ ኣብዚ ፍረሽ ጅንጀር ኣለኒ ለሚን ኣለኒ ፍረሽ ለሚን ማለት እዩ ካያን ፔፐር ከ ኣለኒ ካያን ፔፐር ካብ መጠን ንላዕሊ ፅቡቅ እዩ ንጥዕናኻ ኣዋላ ማይ ክንሰቲ ከለና ሓንቲ ናይ ሻሂ ማንካ እንድሕር ጌርና ሰቲና ንግሆ ፅቡቅ እዩ ኣፕል ሳይደር ቪነገር ከዓ ኩሉ ግዜ ኣለኒ ከምቲ ድብለክን ካብ መጠን ላዕሊ ፅቡቅ ዋላ ንውሽጥኻን ንደግኻን ማለት እዩ ንኩላትና ፅቡቅ እዩ ኣብዚ ከኣ ዲቶክስቲ ኣለኒ ዲቶክስቲ ሕጂ እዚ ናተይ እዚ ካብ በርሊንግተን ዝገዛእኹ እዩ ወላ ኣብ ታርጌት ኣሎ ዘን ኣብ ኣሜሪካ ደለኽን ዋላ ወልማርት ኣሎ ኣብ ድኾነ ኣሎ ማለት እዩ ተንደይ ትረኽብኦ ከኣኒ ኣብ ኣማዞን ክትረኽብኦ ትኽእላ ኢኽን ግን ኣብ ድኾነ ስቶር ዲቶክስቲ እንድሕር ኢልክን ኣብ ድኾነ ክንረኽቦ ንኽእል ኢና ማለት እዩ ሕጂ ከምዚ ገይረ መቲረዮ ኣለኹ ማለት እዩ እቲ ጅንጀር ኣይቀረፍኩዎን ክንቀርፎ ንኽእል ኢና ከይቀረፍኩ እየ ገይረ ዘለኹ እቲ ለሚን ከዓ ከምዚ ገይረ ኣለኹ ማይ ኣለኒ እዚ እዚ ማይ መፍልሒ ኣለኒ ኣብዚ ከዓ ማይ ኣለኒ ዋላ ብስቲ ገርና ክነፍልሖ ንኽእል ኢና ደሓር እዚ ከዓ ምስኡ ሓዊሰ ከፍልሖ እየ ማለት እዩ ጅንጅብል ማይ ገይረ እዚ ጅንጅብልን ለሚንን ገይረ እዚ ብሓንሳብ ገይረ ከፍልሖ እየ ፈሊሒኡ ሕጂ ፍርቁ ቀዲሐዮ ኣለኹ ቪድዮ ከይቀዳሕኩ ወስታ ገይረዮ ሕጂ ከምዚ ገይረ ቆዲሐ ፍርቁ ከዓ ማለት እዩ ኣፅሩረ እየ ቆዲሐ ከምኡ ገይረ ረኣኽለኒ ሕጂ ከዓ ኣፕል ሳይደር ቪነገር ገብረሉ እየ እዚ ብታሕቲ ዘሎ ብጣዕሚ ስለ ዝጠቅም ከምዚ ገይርና ሼክ ንገብሮ ኣለና እዚ ወላ ንግሆ ኣብ ማይ ክንሰቲ ከለና ኣብ ክስታይ ኣብ ኩባያ ሓንቲ ከምዚኣ ጌርና እቲና እንድሕር ክስታይ ጌርና ፅቡቅ እዩ እዛ ማንካይ ንእሽተይ ስለ ዝኾነት እምበር ሓንቲ ቲስፑን እኽልቲያ ማለት እዩ ከምዚኣ ጌረላ ኣለኹ ኦረዲ ትሻሂ ብኡ ስለ ዳኣተወ እቲ ዲቶክስቲ እዚ ግን ምሸት ክንሰት የለና ኣብ ገዛ ክንከውን ከለና ዕረፍቲ ወይ ከዓ ንግሆ እንድሕር ንሰትዮ ኮይና ማለት እዩ ምክንያቱ ከብድኻ ሕፅብፅብ ኣቢሉ ክስታይ ስለ ዝገብር ኣብ ስራሕ ገለ ከይንሽገር ኡፕ ሰብሲሰዮ ቆል ኮጉድሎ ኣለ ሶሪ ኣብሲሰዮ እዚኣ ጌርና ስትረው ጌርና ግስል ነብላ ማለት እዩ ደሓር ንንግሆ ከብድና ኩሉ ኣብ ከብድና ዘሎ ርስሓት ብጣዕሚ ሕፅብፅብፅብ ኣቢሉ የውፃልካ ማለት እዩ ናይ ለማዓንቲ ቪድዮ እዚኣ ትመስል እንጆይ ገርኩማ ክትኮኑ ተስፋ ገብር ሓደሽ እንድሕር ኮንኩም መጀመርያኹም ድሕር ኮይኑ ኣብዚ ናተይ ዩቱብ ሳብስክራይብ ግብሩ ሕጂ እንዳረኣኹሞ ከለኹም እተን ኩሉ ግዜ ሳፖርት ትገብሩና ብጣዕሚ እየ ደመስግነኩም የቐንየለይ ናይ ሎማዓንቲ እዚኣ ትመስል ኣብ ቀፃሊ ብካልእ ክሳብ ንራኸብ ከዓ ብሰላም የራኸበና